ሰላም ሰላም ተኸታተልቲ እዛ ቻነል እንኳዕ ብሰላም መፃኹም። ናይ ሎሚ መደብና ስለምንታይ ዕምራ ኣዋልድ ካብ ዕምራ ኣወዳት ይበልፅ ከምኡውን ስለምንታይ ደቂ ተባዕትዮ መብዛሕትኡ እዋን ልዕሊ ደቂ ኣንስትዮ ብሕማም ይጥቅዑ ዝድህስስ መደብ እዩ ክኸውን። ክሳዕ መወዳእታ መደብና ክትከታተሉና ብኽብሪ እናዓደምና ናብቲ መደብ ደቂ ተባዕትዮ ብዕድመ ዝነኣሱ እንከለዉ ናይ ሙማት ዕድሎምን ብሕማም ናይ ምጥቃዕ ተኽእሎምን ዝለዓለ እዩ። ብተወሳኺ እውን ብዝተፈላለዩ ሕዱር ሕማማት ብቐሊሉ ዝጥቅዑን ዝሳቐዩን ደቂ ተባዕትዮ እዮም። እዚ ዝኾነሉ ምኽንያት ግን እንታይ እዩ? ኣብ ክልተ ሽሕ ዓሰርተ ሸውዓተ ዝወጸ ጸብጻብ ከም ዝሕብሮ፣ ኣብ ምዕቡላት ሃገራት ዕምሪ ሰብኡት ሰብዓን ሽዱሽተን ዓመት ክኸውን እንከሎ፣ ዕምሪ ደቂ ኣንስትዮ ከኣ ሰማንያን ሓደን ዓመት ይበጽሕ። ከምኡ'ውን ብሕዱር ሕማማት ዝሳቐዩ መብዛሕትኡ እዋን ደቂ ተባዕትዮ እዮም። ንኣብነት፣ ኣመሪካውያን ሰብኡት ካብ ደቂ ኣንስትዮ ንላዕሊ ብጸጸር ኩሊትን መንሽሮ ፍሕኛን ናይ ክጥቅዑ ዘሎ ኣጋጣሚ ብሰለስተ ዕጽፊ ክዛይድ እንከሎ፣ ብድኻም ልቢ ክጥቅዑ ዘሎ ተኽእሎ ከኣ ብኽልተ ዕጽፊ ይዛይድ። ዌል ሄልዝ ኔትወርክ ዝተባህለ ናይ ጥዕና መርበብ ነዞም ዝስዕቡ ሕማማት ዝያዳ ኣብ ደቂ ተባዕትዮ ይረኣዩ ክብል ይገልጾም። ንሳቶም ከኣ ሕማም ልቢ፣ ሕዱር ሕማም ጸላም ከብዲ፣ ነድሪ ሳንቡእ፣ ርእሰ ቅትለት፣ ሽኮርያ፣ ሕማም ኩሊት፣ ወቕዒ፣ መንሽሮ፣ ሓደጋታት ኦቲዝም እውን እንተኾነ ኣብ ደቂ ተባዕትዮ ብኣርባዕተ ዕጽፊ ዛይዱ ይረኣ። ከምቲ ኩልና ንፈልጦ ደቂ ተባዕትዮ ብኣካላዊ ጥንካረን ተጻዋርነትን እቶም ዝሓየሉ ጾታ እዮም። ኣብ ናይ ጥዕና ሸነኽ ብዝምልከት ግን ተፈጥሮ ዝዓደለን ባህሪ ደቂ ኣንስትዮ ናይ ሕማም ተጻዋርነተን ጸብለል የብሎ። ምናልባት ደቂ ኣንስትዮ ካብ ደቂ ተባዕትዮ ንላዕሊ ናብ ሓካይም ከይደን ስለ ዝረኣያ እየን ክንብል ንኽእል ንኸውን። እዚ ዋላ እኳ ሚእቲ ካብ ሚእቲ ሓቂ እንተኾነ ቀንዲ ምኽንያት ግን ኣይኮነን። እሞ እንታይ ደኣ ንዝብል ሕቶ ሓደ ንጹር መልሲ የለን። እቲ መልሲ ኣብ ዝተሓላለኸ ስነ-ህይወታዊ፣ ማሕበራዊ፣ ጠባያዊ ረቋሒታት ዝተሞርኮሰ እዩ። ስነ-ህይወታዊ ረቋሒ፣ ጾታዊ ክሮሞዞም። ደቂ ተባዕትዮን ደቂ ኣንስትዮን ነፍሲ ወከፎም ዕ ዕስራን ሰለስተን ጽምዲ ክሮሞዞም ኣለዎም። መበል ዕስራን ሰለስተን ክሮሞዞም ጾታ ዝፈላልም እዩ። እዚ ናይ መወዳእታ ጽምዲ ክሮሞዞም ከምዚ ኣብ ስእሊ ንርእዮ ዘለና ኣብ ደቂ ኣንስትዮ ክልቲኡ ኣባላቱ፣ ኤክስ እዩ። ሓንቲ ሰበይቲ ኣብ ሓደ ኤክስ ክሮሞዞም ሕማም ዘፍር ጅን እንተሃልይዋ በቲ ኣብቲ ካልእይቲ ኤክስ ዘሎ ኖርማል ጅን ክጋጮ ይኽእል። ኮይኑ ግን ሓደ ሰብኣይ ኣብ ኤክስ ክሮሞዞም ሕማም ዘፍር ጅን እንተሃልይዎ ነዚ ዝመሳሰል ጅን ስለ ዘይብሉ ክከላኸሎ ኣይክእልን። ካልኣይ፣ ሆርሞን ኢስትሮጅን ዝበሃል ኣብ ማህደር እንቃቑሖ ጓል ኣንስተይቲ ዝስራሕ ቀመም ንስርዓተ ምክልኻል ሕማም ጓል ኣንስተይቲ ድልዱል ይገብሮን ካብ ተመሓላላፊ ሕማምን ረኽስን ከምኡ እውን ሕማም ልቢ ይከላኸለላ። በቲ ካልእ ሸነኽ ንወዲ ተባዕታይ ናይ ፍርያምነት። ቅመም ቴስተስትሮን ዝበሃል ሆርሞን ኣለዎ። እዚ ሆርሞን ግን በንጻሩ ንስርዓተ ምክልኻል ሕማም እት ወዲ ብገለ ዓቕን ይዓብጦ ከምኡውን ንሕማም ፕሮስተይት የጎሃህር። ሳልሳይ፣ መታቦሊዝም ወይ ከኣ ምውህሃድ መግቢ። እዚ ብኸመይ ንደቂ ተባዕትዮ ይጸሉ ክልተ ነጥብታት ክንርኢ ኢና። ቀዳማይ፣ ዓቕን ከለስትሮል። ኮለስትሮል ኣብ ክልቲኡ ጾታ ዘሎ እኳ እንተ ኾነ ብዓቕን ዝርከበሉ ግን ይፈላለ። ኤልዲኤል ዝበሃል ሕማቕ ዓይነት ኮለስትሮል ኣብ ክልቲኡ ጾታ ብማዕረ ክህሉ እንከሎ፣ ኤችዲኤል ዝበሃል ጽቡቕ ዓይነት ኮለስትሮል ግን ኣብ ደቂ ኣንስትዮ ብዝለዓለ መጠን ይርከብ፣ እዚ ከኣ ካብ ሕማም ልቢ ይከላኸለላ። ካልኣይ ክረሻ፣ ልዕሊ ክልተ ሲሶ ዝኾኑ ኣሜሪካውያን በጽሕታት ኣብ መጠን ንላዕሊ ክብደት ኣለዎም። ካብዚኣቶም እቶም ዝበዝሓ ወላኳ ደቂ ኣንስትዮ እንተኾና ካብ መጠን ንላዕሊ ክብደት ግን ካብ ንኣንስተይቲ ንተባዕታይ ዝያዳ ይጸልዎ። ከምኡ ዝኾነሉ ምኽንያት ከኣ ደቂ ኣንስትዮ መጠኑ ዝሓለፈ ክብደትን ስብሕን ኣብ ጎሎን ሰለፍን ክኽዝንኦ እንከለዋ፣ ሰብኡት ከኣ ኣብ ታሕተዋይ ከብዲ ይኽዝንዎ። እዚ ከብዲ ቢራ ኢልና ንጽውዖ ክረሻ ኣብ ከብዲ ኣዝዩ ሓደገኛ፣ ንድኻም ልብን ወቕዕን ከስዕብ ዝኽእልን እዩ። ማሕበራዊ ረቋሒታት፣ ኣብ ስራሕ ዓለም ዘጋጥም ከም ውጥረትን ቁጥዐን ዝኣመሰሉ ጠባያት ብብዝሒ ኣብ ደቂ ተባዕትዮ ዝረኣዩ ቀንዲ ጠንቂ ድኻም ልብን ወቕዕን እዮም። ማሕበራዊ ዝምድናታት፣ ምስ ሰባት ዘለና ርክብን ምሕዝነትን እቲ ዝበለጸ መድሃኒት እዩ ክበሃል ሓቂ እዩ። ድልዱል ምሕዝነትን ደገፍ ምትብባዕ ናይ ካልኦት ኣብ ዙርያኻ ዘለዎ ምርካብ ነቲ ካብ ጭንቀት ኣትሒዙ ክሳዕ ድኻም ልብን ወቕዕን ዝኣመሰለ ብዙሕ ናይ ጥዕና ጸገማት ይንክዮ እዩ። ብኣንጻሩ ግን ካብ ሕብረተሰብካ ተነጺልካ ምንባር ሕማም ልቢ ከስዕብ ከም ዝኽእል ተመራመርቲ ይገልጹ። ደቂ ኣንስትዮ ካብ ደቂ ተባዕትዮ ንላዕሊ ዝዓበየ ዘተኣማምን ማሕበራዊ መራኸቢ ኣለወን። ኣብ ደቂ ተባዕትዮ ግን ሓደ ሰብ ኩዕሶ እንተዘይተሰኪሙ ክልተ ኣወዳት ብሓባር ክዛወሩ ከም ዘይክእሉ ዝገልጽ ዝገልጽ ጌጋ ዘረባ'ውን ኣሎ። ብሓፈሻ ክረኣ ከሎ ግን ደቂ ኣንስትዮ ሓሳበተን ናይ ምግላጽን ስምዒታት ናይ ምርዳእን ዘደንቕ ክእለት ኣለወን። ጠባያዊ ረቋሒ፣ ተፈጥሮ ድዩ ወይስ ኣተዓባብያ፣ ዋይ ክሮሞዞም ድዩ ወላስ ተስተስትሮን ብዘየገድስ ኩልና ንሰማማዓሉ ነጥቢ ኣሎ። ንሱ ከኣ ካብ ንእስነት ኣትሒዙ ደቂ ተባዕትዮ ካብ ኣዋልድ ንላዕሊ ሪስክ ይወስዱን ኣብ ሓደጋ ዘእትዎም ነገራት ይገብሩን። መብዛሕትኡ ግዜ ከኣ ግዳይ ኣካላዊ ጉድኣትን ሞትን ይኾኑ። ንኣብነት፣ ኣወዳትኪ ኣብ ምምራሕ መኪና ኣዋልዶ ወላስ ኣወዳት ተገዲሶም በልቲ ይኣስሩ ይመስለኩም? መልሲ ኣብ ኮመንት። ካብ ኩሉ ናይ ጥዕና ልምድታት እቲ ኣዝዩ ሓደገኛ ምትካኽ ሽጋራ እዩ። እዚ ወላ እኳ ክልቲኦም ጾታ ዝረኣ እንተኾነ ብሰንኪ ወልፍን ኣልኮላዊ መስተን ገዛእ ርእስኻ ናይ ምጥፋእ ልምዲ ኣብ ደቂ ተባዕትዮ ዓብሊሉ ይረኣ። ኣመጋግባን ኣካላዊ ምውስዋስን። ጽናዕት ከም ዝሕብሮ ደቂ ኣንስትዮ ካብ ደቂ ተባዕትዮ ንላዕሊ ዝሓሸ ኣመጋግባ ፍረታትን ኣሕምልትን ዘለዎ ናይ ምብላዕ ልምዲ የርእያ። ደቂ ተባዕትዮ ከኣ ኣብ ስጋን ድንሽ ዘተኮረ ኣመጋግባ ይመርጹ። ኣብ ምውስዋስ ኣካላት እንተመጸና ውን ኣንስቲ ገዛ ከለዓዕላ ክሓጽባ ዝያዳ እቶም ኣብ ኦፊሳት ክሰርሑ ዝውዕሉ ሰብኡተን ኣካላዊ ምውስዋስ ይረኽባ። ሕክምናዊ ክንክን፣ ከምቲ ዓንቶይ ዝበልናዮ፣ ኣንስቲ ብዛዕባ ጥዕና ብዙሕ እዋን ይሓስባን ብብዝሒ ከኣ ናብ ዶክተራት ይመላለሳን። ደቂ ኣንስትዮ ካብ ደቂ ተባዕትዮ ንላዕሊ ናይ ጥዕና መድሕንን ስሩዕ ክንክን ጥዕናን ኣለወን። ብመሰረት ማዕከን ሓባራዊ ሃብቲ ዝገበሮ ዓቢ መጽናዕቲ፣ ካብቶም ኣብ ዝሓለፈ ዓመት ናብ ሓኪም ዘይከዱ ሰባት ናይ ሰብኡት ቁጽሪ ብሰለስተ ዕጽፊ ይዛይድ። እሞ ነዚ ኣብ መንጎ ወድን ጓልን ዘሎ ናይ ዕድመ ጋፕ ንምጽባብ እንታይ ክግበር ይከኣል? ሰብኡት ክሮሞዞምን ጅንን ክቕይሩ ኣይክእሉን እዮም። ሆርሞናት ዝቕይሩ ከኣ ኣዝዮም ውሑዳት እዮም። ምናልባት እስከ እዛ ኣብ ዎል ስትሪት ጆርናል ዝተጻሕፈት ዛንታ ገለ ኣንፈት ትህበካ ትኸውን። ብሽሕን ሸዓተ ሚትን ስሳታት መሓመድ ዓሊ፣ ካሲየስ ክለይ ተባሂሉ ዝፍለጥ ተባዕ ተጓሳጣይ፣ ናብ ዓቢ መኸተ ጉስጢ ኣብ ዝበረሉ ዝነበረ እዋን፣ ኣብ ነፋሪት ዝጸንሐት ሆስተስ ቅናት መንበሩ ክኣስሮ ምስ ነገረቶ፣ ሱፐርማን ቅናት መንበር ኣየድልዮን'ዩ ክብል መለሰላ። ንሳ ከኣ ሱፐርማን ነፋሪት'ውን ኣየድልዮን'ዩ ተዓጠቕ በለቶ። ሕቶ፣ መሲልኩም እንታይ ኣምጻኹም ምስ ትብል፣ ኣብ ደቂ ተባዕትዮ ክሓሙን ሓደጋ ከጋጥሞም ዘይክእልን ኮይኑ ዝስምዖም ብብዝሒ ስለ ዘለዉ እዩ። ክንገብሮ ንኽእል ክንክናት ብፍላይ ከኣ ንደቂ ተባዕትዮ። ቀዳማይ፣ ካብ ኩሉ ዓይነት ትምባኾን ሓሽሽ ምውሳድን ርሓቕ። ካልኣይ፣ ዝያዳ ጥዑይ መግብን ውሑድ ጎዳኢ መግብን ብላዕ። እዚ ማለት ኣሕምልትን ፍረታትን ኣብዝሕ። ሽኮር ዘለዎም ዕሹግ መግብታትን መስተታትን ከኣ ኣወግድ። ሳልሳይ፣ ምውስዋስ ኣካላት ኣዘውትር፣ እንተወሓደ ሰላሳ ደቒቕ ንመዓልቲ። ውጥረት ወይ ጭንቀት ኣወግድ። ማሕበራዊ ዝምድናታትካ ህነጾ። ኣልኮላዊ መስተ ኣይትስተ፣ ስሩዕ ሕክምናዊ ምርመራ ግበር፣ እኹል ድቃስ ደቅስ፣ ከምኡውን ሕጉስ ኩን። ሰሓቕ ጽቡቕ መድሃኒት እዩ። ብዛዕባ እዚ ዝድህስስ መደብ ኣብታ ትመጽእ ዘላ ቪድዮና ክነቕርቦ ኢና። ሳብስክራይብ ብምግባር ተሳተፍቲ መደብና ኩኑ። ከምኡውን ንዘለኩም ሃናጺ ርእይቶ ይኹን ነቐፌታ ኣብ ኮመንት ጸሓፉልና። ሼር ምግባር ኣይትረስዑ እናበልና ኣብ ቀጻሊ ክሳብ ንራኸብ ሰሰናዩ።